ሰላም ከመይ ትኾኑ ጋይስ ንሎማዓንቲ ከኣ ሕጽር ሕጽር ዝበሉ ኣገደስቲ ሓበሬታት ክነግረኩም እየ ኣዲስ ኣበባ ፍተሻ ክግበር ምዃኑ ኣብ ከተማ ኣዲስ ኣበባ ፍተሻ ክግበር ምዃኑ በዚ እውን ጥንቃቐ ንክትገብሩ ብዛዕባ ዝወፀ ሓበሬታት ኣሎ ክነግረኩም እየ ከምኡውን ብዛዕባ ቸልሲ ዝተሸጠትሉ 2.5 ቢልዮን ገንዘብ ኣብ ምንታይ ክውዕል እዩ ዝብል ኣዛራቢ ኮይኑ ኣሎ ብዛዕባ እዚ እውን ክንርኢ ኢና ከምኡውን ኣብዚ ሕጂ እዋን ኮኸብ ናይ ኢትዮጵያ ኮይኑ ዘሎ ዓልዩ ስሌማን ትማሊ እውን ካልእ ክብረ ወሰን ሰይሩ ኣሎ። ብዛዕባ እዚ ዝምልከት እውን ክንርኢ ኢና። ኣብይ ኣሕመድ እውን ብዛዕባ ኣጽዋር ገዚእና ኣለና ወይ ከኣ ብዛዕባ ወተሃደራቱ ኣልዒሉ ዝተዛረቦ ኣሎ። ብዛዕባ እዚ እውን ክንርኢ ኢና። ስለዚ ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምርዋ ላይክ ኣይትረስዑ let's go። ስለዚ ጋይስ ናይ መጀመርያ ሓበሬታ ኣብ ፕሪመር ሊግ ኢትዮጵያ ታሪኽ ዝሰርሕ ዘሎ ዓሊ ሱሌማን ዝምልከት እዩ። ትማሊ ኣብ ዝነበረ ጸወታ ኣርባዕተ ጎል ኣብ ሓደ ጸወታ ብምምዝጋብ ንመጀመርያ ግዜ ኣብ ሓደ ጸወታ ኣርባዕተ ጎል ዘመዝገበ ተባሂሉ ኣሎ፣ ዓሊ ሱሌማን ማለት እዩ። እዚ ኣብ ኢትዮጵያ ፕሪመር ሊግ እዩ። ዓሊ ሱሌማን ከም ዝፍለጥ ብብዝሒ ጎል ዓሚ ቀዳማይ ከም ዝወጸ ዕስራ ሸቶታት ኣመዝጊቡ ቀዳማይ ከም ዝወጸ ፍለጥ እዩ። ኣብዚ ሕጂ እዋን እውን እሱ እዩ ዝመርሕ ዘሎ። ስለዚ ኣብዚ ከኣ ካልእ ታሪኽ ሰሪሑ ኣሎ ማለት እዩ። ኣብ ሓደ ጸወታ ኣርባዕተ ጎል ብምምዝጋብ ኢትዮጵያ ፕሪመር ሊግ ንመጀመርያ ግዜ ሓደ ጸወታ ኣርባዕተ ጎል ዘመዝገበ ተባሂሉ ታሪኽ ሰሪሑ ኣሎ ማለት እዩ ኣብዚ ምስ ስሑል እንዳ ሽሬ ዝነበሮ ጸወታ ሃዋሳ ምስ ስሑል እንዳ ሽሬ ዝነበረ ጸወታ ማለት እዩ ዓሊ ስሌማን ናይ ሃዋሳ ተጻዋታይ እዩ ስለዚ ኣብዚ ጸወታ እዚ ሓሙሽተ ብ ሓደ እዩ ተዛዚሙ ኣርባዕተ ጎል ካብዚ ከኣ ዓሊ ስሌማን ኣመዝጊቦን ኣሎ ኣብ መበል ሰላሳን ኣርባዕተን ደቂቕ ከምኡውን ኣብ ተወሳኺ ቅድሚ ዕረፍቲ ኣብ ተወሳኺ ደቂቕ ካልኢት ሸቶ ብምምዝጋብ ድሕሪ ዕረፍቲ ከኣ ኣብ ሓምሳን ሽዱሽተን ከምኡውን ስሳን ሸሞንተን ደቃይቕ ኣርባዕተ ጎል ከመዝግብ ክኢሉ ኣሎ ማለት እዩ። ስለዚ ሕጂ እውን ናይዚ ዓመት እዚ ናይ ኢትዮጵያ ፕሪመር ሊግ ተዓዋታይ ከም ዝኸውን ብብዝሒ ጎል ዳርጋ ርጉጽ ገይርዎ ኣሎ ማለት እዩ። ዓሚ ከምቲ ቀዲመ ዝበልኩኹም ብዒስራ ሸቶታት እዩ ቀዳማይ ኮይኑ ተዓዊቱ ነይሩ ማለት እዩ። ስለዚ ኣብዚ ሕጂ እዋን ከኣ ዓሰርተ ትሽዓተ በጺሑ ኣሎ። ኣብዛ ናይ እዚ ዓመት እዚኣ ከኣ ገና ከይተወድኦ ከሎ ዓሰርተ ትሽዓተ በጺሑ ኣሎ ማለት እዩ። ስለዚ ታሪኽ ይስራሕ ኣሎ ዓሊ ሱሌማን። ዓሊ ሱሌማን ናይ በሓቂ ዝድነቕ ተጻዋታይ እዩ። ከምቲ ድሌቱ እውን ናብ ሃገራት ኤውሮጳ ከይዱ ክጻወት ከምቲ ኣብ ዝሓለፈ ዓመታት እውን ናብ ሃገራት ኤውሮጳ ከይዱ ነይሩ እዩ። ብሰንኪ ናይ ማናጀር ሽግር እዩ ናብ ኢትዮጵያ ተመሊሱ። ስለዚ ተስፋ ንገብር ከኣ ኣብዚ ዓመት እዚ ሰሊጥዎ ናብ ሃገራት ኤውሮጳ ወይ ምስ ክለባት ኤውሮጳ ክጻወት ዓሊ ሱሌማን። ኣብ ካልእ ሓበሬታ ካብ ስፖርት ከይወጸና ኮለና ዓባይ ብሪጣንያ ንኢብራሂሞቪች ኣብ ዩክሬን ንዝውዕል ኣታዊ መሸጣ ቸልሲ ክትከሶ'ያ ዝብል ሓበሬታ'ዩ መንግስቲ ብሪጣንያ ንወናኒ ክለብ ኩዕሶ እግሪ ቸልሲ ነበር ሮማን ኢብራሂሞቪች ኣብ መሸጣ እታ ክለብ ዝነበረ ኣታዊ ናብ ዩክሬን ከምዝኸይድ ንምርግጋጽ ክኸስስ ምዃኑ ኣፈራሪሑ'ሎ እቲ ክልተ ነጥቢ ሓሙሽተ ቢልዮን ፓውንድ ዝግመት ኣታዊ ድሕሪ'ቲ መሸጣ ናብ ናይ ዓባይ ብሪጣንያ ባንክ ሕሳብ ዝተዓጸዎ ኮይኑ፣ ኢብራሂሞቪች ድማ ኣብ ለካቲት ክልተ ሽሕን ዕስራን ክልተን ሩስያን ዩክሬንን ውግእ ኣብ ዝጀመራረሉ እገዳ ከም ዝተገብረሉ ይፍለጥ እዩ። መንግስቲ ዓባይ ብሪጣንያ እቲ ገንዘብ ናብ ሰብኣዊ ሓገዝ ዩክሬን ክኸይድ ይደሊ ኣሎ። ኢብራሂሞቪች ግን ንኹሎም ግዳያት ኲናት፣ ንዩክሬን ሓዊስካ ማለት እዩ፣ ንኹሎም ግዳያት ኲናት ክኸይድ እዩ ዝደሊ ዘሎ። በዚ ከኣ ቻንስለር ራቸር ከምኡ'ውን ጸሓፊ ጉዳያት ወጻኢ ደቪድ ላሚንን ኣብ ዝሃብዎ ሓበሬታ፣ ኣፍደገ ናይ ምስማዕ ክፉት ምዃኑ ወይ ንክሰማምዑ ድሉዋት ምዃኖም፣ እንተዘይኮይኑ ግን በቲ ቤት ፍርዲ ተጀሚሩ ዘሎ ክንቅጽሎ ድሉዋት ኢና ብምባል መግለጺ ሂቦም ኣለዉ። ኣብ መሸጣ ክለብ ኩዕሶ እግሪ ቸልሲ ዝተረኸበ ኣታዊ ኣብ ዝሓጸረ ግዜ ናብ ህዝቢ ዩክሬን ክበጽሕ ኢና ንደሊ ኢሉ'ሎ። መንግስቲ ኣብ መሸጣ ክለብ ኩዕሶ እግሪ ቸልሲ ዝተረኸበ ኣታዊ ናብ ሰብኣዊ ድሌታት ዩክሬን ከም ዝኸይድ ንምርግጋጽ ቆሪጹ ተላዒሉ ኣሎ፣ ይኹን እምበር በዚ ምስ ኢብራሂሞቪች ክንሰማማዕ ስለ ዘይከኣልና ግን ተስፋ ቆሪጽና ኣለና ብምባል'ውን መግለጺታት ኣውጺኦም ኣለዉ። እቲ ባንኪ ነቲ ገንዘብ ኣብ ምሃብ ዝደንጎየ ብሰንኪ ኣብ መንጎ መንግስቲ ዓባይ ብሪጣንያን ጠበቓታቱን ዝተፈጥረ ዘይምርድዳእ ምዃኑ'ውን ገሊጾም ኣለዉ። ብነዳድን ጋዝን ሃብቱ ዘጥረየ ሩስያዊ ቢልዮነር ኢብራሂሞቪች፣ ሩስያ ኣብ ልዕሊ ዩክሬን ድሕሪ ምውራራ ቸልሲ ንኽሸይጥ ፍቓድ እኳ እንተረኸበ፣ ካብዚ መሸጣ ግን ተጠቃሚ ከም ዘይኮነ ከረጋግጹሉ ክኢሎም እዮም። ናብ ካልእ ሓበሬታ ዋና ቤት ፅሕፈት ፖሊስ ኣዲስ ኣበባ ንፍተሻ ተሓባበሩኒ ብዝብል ዘውፅኦ ሓበሬታ ዝምልከት እዩ። ዋና ቤት ፅሕፈት ፖሊስ ኣዲስ ኣበባ ሕብረተሰብ ንዕዉት ስራሕ ፀጥታ ዝገብሮ ምትሕብባር ክቕፅል ፀዊዑ ብዝብል ፖሊስ ንሰላምን ድሕንነትን እታ ከተማ ኣብ ሓደጋ ዘእትዉ ገበነኛታት ንምቁፅፃር ፅኑዕ ምክትታል መርመራን ከምዘካይድ ኣፍሊጡ ኣሎ። ብምትሕብባር ኩለን ኣካላት ፀጥታ ነበርትን ሰላምን ድሕንነትን ከተማ ተረጋጊፁ እዩ። ሕብረተሰብ ብዘይ ፍርሒ መዓልታዊ ንጥፈታቱ ክፍፅም ኣኽኢሉ እዩ። ነበርቲ በብተራ ከባቢኦም ብምሕላው፣ ንጥሕሰት ሕጊ ኣብ ፍርዲ ብምቕራብ፣ ከምኡ'ውን ብናይ ጸጥታ ትካላት ዝተኻየደ ዝተፈላለየ ንጥፈታት መጠን ገበን ኣዲስ ኣበባ'ውን ነክዩ እብ ምባል ፖሊስ ኣዲስ ኣበባ ንሰላምን ጸጥታን ኣብ ሓደጋ ዝእትው ከበድቲ ገበናት ከም ዘይሕጋዊ ምስግጋር ኣጽዋር፣ ዘይሕጋዊ ምስግጋር ሰብን ከምኡ'ውን ዘይሕጋዊ ምስግጋር ገንዘብን ሙሉእ ብሙሉእ ንምቁጽጻር ከምኡ'ውን ገበነኛታትን ተሓባበርቶም ኣብ ትሕቲ ቁጽጽር ሕጊ ንምእታው ፅዑቕ ምክትታል መርመራን ንምክያድ ምድላዎ ይገብር ከምዘሎ ኣፍሊጡ'ሎ። ዋና ቤት ፅሕፈት ፖሊስ ኣዲስ ኣበባ ኣብ ኩሉ ገበናዊ ተግባራት ዝጥርጠረሉን ዝተለለዩ ከባቢታትን ፍተሻ ከካየድ ምዃኑ ከፍልጥ እንከሎ ኣድላይ ምትሕብባር ክገብር ገበን ንከይፍፅሙ ግቡእ ጥንቃቐ ክገብሩ መልእኽቲ ኣመሓላሊፉ'ሎ። እዚ ብቤት ፅሕፈት ፖሊስ ኣዲስ ኣበባ ዝተዘርገሐ ፅሑፍ እዩ። ናብ ካልእ ሓበሬታ ካብ ኢትዮጵያ ከየውጸና ከሎና ኣብይ ኣሕመድ ቃለ መሕተት ገይሩ ዝብል ሓበሬታ እዩ ትማሊ ኣብ ፋና ቴሌቪዥን ዝተዘርገሐ ናይ ሓደ ሰዓትን ዓሰርተ ክልተ ኦልሞስ ዓሰርተ ሰለስተ ደቂቕ ዝተዘርገሐ ቪድዮ ነይሩ ኣብይ ኣሕመድ ቃለ መሕተት ዝገበረሉ ኣብዚ ኣርባዕተ ክፋላት ዘለዎ ዝተዘርገሐ ቃለ መሕተት እቲ ቀዳማይ ክፋል ጥራይ እዩ ክሳብ ዝሕጂ እዋን ተዘርጊሑ ዘሎ ማለት እዩ ኣብዚ ቀዳማይ ክፋል ከዓኒ ብዛዕባ ሃገሩ ዝተፈላለዩ ኣርእስታት ኣልዒሉ ተዛሪቡ ነይሩ ገለ ካብኡ ከዓኒ ኢትዮጵያ ዲያስፖራ ብዛዕባ ዲያስፖራ ኢትዮጵያውያን ኣልዒሉ ተዛሪቡ ነይሩ። ቅድሚ ሕጂ እተው ዝብል ወይ ከኣ ምእታው ዲያስፖራ ናብ ኢትዮጵያ ብሰፊሑ ጎስጓስ ዝግበረሉ ዝነበረ ኣብ ኢትዮጵያ እዩ ማለት እዩ። ብዛዕብኡ ስፍሕ ዝበለ ኣርእስቲ ተዛሪቡ ኣሎ። ዲያስፖራ ኣብቲ ሽዑ እዋን ኣራት ኪሎ እተው ዝበልናዮም እዩ መሲልዎም ነይሩ ብምባል እውን ተዛሪብሉ ኣሎ። ብዛዕባ ዲያስፖራ ስፍሕ ዝበለ ኣርእስቲ ተዛሪቡ ኣሎ። ከምኡውን ብዛዕባ ተቃወምቲ ኢትዮጵያ እውን ኣልዒሉ ኣሎ። ቅድሚ ሕጂ ደገፍትና ዝነበሩ ሕጂ ተቓወምቲ ዝተቐየሩ ወይ ዝኾረዩ ብዙሓት እዮም ብምባሉ እውን ተዛሪቡ ኣሎ። ንሶም እዮም ተቐይሮም እምበር ንሕና ኣይተቐየርናን ክብል እውን ነዚ መልሲ ሂብሉ ኣሎ። ብዛዕባ እዞም ተቓወምቲ ዝበሎም ከኣ ስፍሕ ዝበለ ኣርእስቲ እውን ተዛሪቡ ኣሎ። ከምኡ እውን ብዛዕባ ሰራዊት እውን ኣልዒሉ ተዛሪቡ ነይሩ። ቅድሚ ሕጂ ዝነበረ ሰራዊት ምስ ናይ ሕጂ ክረኣ እንከሎ ኣዝዩ ዝተፈለየ ሰራዊት እዩ ዘለና ክብል እውን ጠቒሱ ኣሎ። ቅድሚ ሕጂ ወይ ቅድሚ ለውጢ ዝበሎ ንሱ። ቅድሚ ሕጂ ጥይት ንገዝእ ኢና ነይርና ሕጂ ግን ጥይት ከነፍሪ ጀሚርና። ቅድሚ ለውጢ ገንዘብ ኣይነበረናን ሕጂ ግን ገንዘብ ኣለና ስለዚ ዝደለናዮ ዓይነት ኣጽዋር ክንገዝእ ንኸእል ኢና ብምባል እውን ጠቒስዎ ኣሎ። ብዝግባእ ሰልጢንና ተወዲብና ሃገርና ክንከላኸል ተዳሊና ኣለና እውን ኢሉ ጠቒሱ ኣሎ። ሰራዊት ንዝኾነ ዓይነት ሰራዊት ክምክት ተዳልዩ ኣሎ ብምባል እውን ቁመናና ሙሉእ እዩ ዘሎ ክብል እውን ጠቒሱ ኣሎ። እዚ ገለ ካብቲ ኣብ ቀዳማይ ክፋል ዝተዛረቦም ኣርእስታት እዮም ማለት እዩ። ገና ኣርባዕተ ክፋል ዘለዎ እዩ ወይ ከዓ ብሕጂ እውን ዝቕፅል እዩ ማለት እዩ። ኣብ ዝቕጽል ክፋላት ከኣ ሕጽር ሕጽር ኣቢልና ካብቶም ዝተዛረቡዎም ቀንዲ ኣርእስታት ብኽምዚ መልክዕ ከቕርበልኩም እየ።
ለውጡ ሲመጣ ምን አይነት ኢትዮጵያ ምን አይነት መንግስት ነበር እኛ የተቀበልነው እኛ እኔም አንቺም እሱም እሷም ሁሉም ሰው ማለት ነው የጋራ እዳ ስለሆነ የተቀበልናት ኢትዮጵያ